ሰላም ሰላም ሰላም ክቡራ ተኸታተልቲ ናይ ቻነል እንኳዕ ብድሓን መጻኹም ኣነ ሰላም ኣለኹ እግዚኣብሔር መስገን ፅቡቅ ኣለኹ ንስኹም ከዓ ፅቡቅ ትብሉ ብኣምሉእ ተስፋ እየ ሕጂ እምበኣር ብዛዕባ ሄብን ዛይን ንክህልወና ንኸይድ እምበኣር ናብ ትምህርቲ ክንኣቱ ሕጂ እንታይ ትምህርቲ ኢክ እንታይ ወስድ ኡ ሃይ ዛይ ቨ እንታይ ወስድ ኢና ክንርኢ ማለት እዩ ናይ ሄበንን ዛይን እዚአን እተን ኣገደስቲ ቃላት ናይዚ ዓዲ ናይዚ ናይ ዘለና ኣገደስቲ እዚአን ክትፈጥራ ኣለካ ዝኾነ ዘረባ እዚአን ጥራሕ ሒዝካ ናይ መስተይ ማይ ክሒዝካ ኣለካ ማለት እዩ ኢክብ ኢክበን እዚኣቶም ክትሕዞም ክትከኣል ኣለካ እዚአን ክልተ ቃላት ዘን ክልተ ቃላት ጥራሕ ሒዝካ ደሓና እቲ ካልእ ቀስ ኢልካ ትሕዞ ኣለካ ማለት እዩ እዚአን እተን ቀንዲ እየን ማለት ሓዘን ዘለካ መጀመርያ ማለት እዩ ኦኬ ስለ ዝኾነ እየ ናተን ፍልይ ኣቢለ ቪድዮ ገይረለን ዘለኹ ማለት እዩ እንታይ ትብል ኢክ እንታይ ወስድ ሄፕ ንለኩም ዘቐይ ብቐይሕ ገይረ ዘለኹ እቲ ዝወስዶ ማለት እዩ እዚ ብጫ ከዓ ኣናብብኡ ማለት እዩ እዚ ኢክ ያ እዩ ካልእ ቪድዮ ገይረ ኣለኹ ዝሓለፈ ቪድዮ ኣብ ዝሓለፈ ቪድዮ ግልፂ ኣለኹ ዳምፁ እንታይ ምዃኑ ገለ እንታይ ትርጉሙ እኳ ክንገልፆ የብልናን ኽኢልና ሕጂ ግን እቲ ዳምፁ ብትግርኛ ፅሒፉ ኣብ ካልእ ቪድዮ ገይረ ኣለኹ ኣብኡ ኺድኩም ክትሪኦ ትኽእሉ ኢኹም ማለት እዩ ሕራይ ሕራይ እምበር ናብ ትምህርትና ክንምለስ ኢክ ሄብ እዩ ዝወስድ ያይ ወፍ የይ ያይ የ ሄብት ያይ ሄብት የ ሄብት ሄብት ኡ ንኽብረትና ንጥቀመሉ ኡ

ኢክ በን ኣብዚኣ ትልወጥ እያ ሕጂ እዚኣ ኣደናጋሪት ቃል እያ ማለት እዩ ዛይን ኩሉ ሕጂ ኢክ ዛይን ክትበስ ኣገ ዝግባኣካ ማለት እዩ ኢክ በን ሃትብል ማለት እዩ ኢክ በን ያይ የ ኡ በንት ዘ ኦፍ ሃይ ኢዝ ቨ ቫይ ዛይን

ሓደ ተማሃራይ ኢኻ ንስኻ ትብለላ ማለት እዩ ኦኬ እምበኣር ክብላ ተዓዘብቲ ናይ ቻይና እዚኣ ነይራ ነይሩ መዓልቲ ምትን ኣገዳሲ ዝኾነ ረኺብ ስለ ዝረኽብኩን እየ ከውርደን ተገዲደ ማለት እዩ ተስፋ ገብር ከዓ ክትፈትዎ ማለት እዩ ኦኬ ካልእ ቪዲዮ ክሳብ ንራኸብ ሰላም